ሰላም ሰላም ኣሕዋት ከመይ ቀኒኹም ብኣርክስ ናይ ሎም ቪድዮና ብቕልል ዝበለ መንገዲ ዳውንሎድ ትገብረልና ኣፕሊኬሽን ሒዘልኩም መፅኡ ዘለኹ ክሳብ መወዳእታ ምሳይ ፀንሑ ኢኹም ቅድሚ ናብቲ ቪድዮ ምኻድና ነዛ ሓደ ቻነለይ ሳብስክራይብ ላይክ እንዳገበርኩም ጀምሩ ኢኹም ናብቲ ቪድዮ ከብለኩም እዩ ባርጋስ ኣብዚ ስክሪን ኣብዚ ቅድሚት ትሪእዋ ዘለኹም ክልተ ኣፕሊኬሽን እየን ብዝሰርሓልኩም በዘን ክልተ ከተውርዱ ትኽእሉ ኢኹም ማለት እዩ እጂ ነዚአን ከመይ ጌርኩም ከም ተውርድወን ከዓ ኣብ ፕሌይ ስቶር ንኸድ ኣብ ፕሌይ ስቶር ምስ ከድና ልክዕ እዛ እታ ሓንቲ ብጫ ዳውንሎድ ቪድዮ እያ ትብል እቲ ሓንቲ እውን ከምኡ ማለት እዩ ዳውንሎድ ቪድዮ ኢልኩም ዳውንሎድ ትልዋ ኢኹም ኣነ ውርድያ ስለ ዘለኹ ሕጂ ናብ ካብ ቲክቶክ እጂ ከውርድ ደልየ ኣለኹ ቪድዮ ከይደ ነዚኣ ሕጂ ኖርማል ሰሌክት ጌርና ነውርዶ ኔርና እንተተኸፊቱ እንተተዓፅዩ ግን እንተተዓፂና ሕጂ ተዓፅዩ ዘሎ እዚ እንተተዓፂና ግን በዛ ሸር ትብል ዘላ ብኣ ቃርማያ ነታ ቪድዮ ዘውረድናያ ካብ ነተን ኣፕሊኬሽን ዘውረድናየን ካብ ሓዲኤን ክንረኽባ እኒና ማለት እዩ ኣብዛ እንተዘይ ረኺብናያ ኣብዚ ኣብዛ ሞር ትብል ዘላ ክንረኽባ ኢና ማለት እዩ እጂ ክልቲኤን ረኺበና ኣለኹ ኣነ እጂ በዛ ቀያሕ ከርእክም እየ በዛ ቀያሕ መፅያትና ኣላ ነታ ዘላታ ማለት እዩ ኣብዚ ሙዚክ ዝብልና ኣሎ ብሙዚክ ነታ ቪድዮስ ብሙዚክ ከውርዳ ተልየ ኣብዛ ሙዚክ ትብል ዘላ 256 ኪ ዘላ ኣባ ሃሪመ ከውርዳ ክእል እየ ቪድዮ እንተደሊኻ ኣብዛ ታሕተወይቲ 720 ፒ ኢለ ዳውንሎድ ክብላ እያ ማለት እዩ ኣሎ ክብላ እያ ከምዚ ጌራ መጻና ኣብዚ መጀመርያ ኣብዚ ከኣ ኦፍ ክንብላ ኢና ማለት እዩ ኦን ክንገብራ ኢና ሶሪ ንኸይድ ከምዚ ጌራ ዳውንሎድ ጌራትለይ ኣላ ኣብ በዛ ላዓሊ ከዓ ክንሪኣ ንኽእል ኢና ዳውንሎድ ጌራትና ደይገረናን ከምዚ ትርእይዋ ገይራትና ኣላ ኣብዚ ወሪዳ ኣላ ማለት እዩ ወሪዳ ኣላ ሕጂ ካብ ዩቱብ ከዓ ሕጂ ከውሪ ደልየ ኣለኹ ንኽድ ካብ ዩቱብ ናብ ዩቱብ ክንኣቲና ነዛ ደርፊ እዚኣ ሕጂ ከውርዳ ደልየ ኣለኹ ኣብዛ ሸር ትብል ዘለኻ ኣርማ እያ ካብኡ ነዛ ቪድዮ ነታ ኣፕሊኬሽን ክረኽባ ኣብዛ ኣፕሊኬሽን እዚኣ ኣርማ እያ ማርከስ ተኸፊታ ኣላ ኣላ ሕጂ ኣብዛ ዳውንሎድ ትብል ዘላ በዛ ታሕቲ ኣብኣ ክሃርማ እየ ማለት እዩ ኣብዚ ሕጂ ነታ ደርፊ ነታ ክሊፕ ብሙዚክ እና እንደልያ ወላ ብቪድዮ ካብ ደስ ዝበለና ክነውርደ ሙዚክ ተደልያ ሕጂ ኣብዚ ሃሪመ ሚእትን ዕስራን ሸሞንተን ኪ ሃሪመ ዳውንሎድ ክብላ ክእል እየ ቪድዮ እንተደሊኻ ኣብዚኣ ሃለኩም ቪድዮ ትብል ኣብታ ካብ እታ ቪድዮ ንታሕቲ ዘሎ ናይ ቪድዮ እዩ ካብኡ ንላዕሊ ዘሎ ከዓ ናይ ሙዚክ ማለት እዩ ኣብ ደለናዮ ሃሪምና በዚኣ ዳውንሎድ ክንብላ ኢና ማለት እዩ በዚ ዓል ክሳብ ቢና ክርያ ወሪዳትና ኣላ ትወርደልና ኣላ ማለት እዩ ብላ ገይረ ከምዚ ገይርና ክነውርዳ ንኽእል ካብዚ ካብ ካብ ዝደለናዮ ማለት እዩ ካብ ፌስቡክ ይኹን ዋላ ካብ ፌስቡክ ከዓ ኮም ማለት እዩ ሸር ኢልና እቲ ኣፕሊኬሽን ክንረኽባ ኢና ማለት እዩ ኣይሆፕ ከም ጠቕመጥኩም ተስፋ ገበር ሸር እንዳገበርና ናብ ካልእ ክሳብ ብካልእ ቪድዮ ንራኸብ ሰሰናዩ ቻው